ሰላም ከመይ ጸንሑ ክቡራት ተኸታተልቲ ንሎሚ ዓርቢ ምሸት ሸሞንተ ግንቦት ክልተ ሽሕን ዕስራን ሽዱሽተን ዝተዳለዉ ሓደሽቲ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንዲ እብታቱ ኣብ ክልል ትግራይ ሎሚ ዝተርኣዩ ኣሰከፍትን ሓደሽቲ ምዕባለታትን ዝምልከት ዝርዝር ሓበሬታን ኣብ መንጎ ኢራን ኣሜሪካን ምልውዋጥ መጥቃዕቲ ተፈፂሙ ኣሎ፣ ኣብ ልዕሊ መርከብ ቻይናዊ መጥቃዕቲ ተፈፂሙ ኣሎ፣ ብዛዕባ እዚ ዝምልከት ሓደሽቲ ምዕባለታትን ዝብሉን ካሊእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና። ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ኣሜሪካ ክልተ ጽዕነት ነዳዲ መራኽብ ኢራን ሎሚ ናይ ምሸት ከም ዝሃረመት ገሊጻ። ኣብዚ ሕጂ እዋን ኣሜሪካን ኢራንን ነቲ ኲናት ንምቁራጽ ብተዘዋዋሪ ዘተ ኣብ ዘካየድሉ ዘሎ እዋን ሓይልታት ክልቲኤን ሃገራት ውግእ የካይዱ ከም ዘለዉ ተገሊጹ። ኣሜሪካ ኣብ መጻብቦ ሆርሙዝ ኣብ ልዕሊ መራኽብ ኢራን ዝተነበረ እገዳ ንምጥሓስ ዝፈተና ክልተ ናይ ነዳዲ ጽዕነት መራኽብ ኢራን ከም ዝሃረመት ሎሚ ናይ ምሸት ገሊጻ'ላ። ማእከን ዜና ፋርስ ኢራን'ውን ኣብ መጻብቦ ሆርሙዝ ኣብ መንጎ ሓይልታት ኢራን ሓይሊ ባሕሪ ኣሜሪካን ውግእ ከምዘጋጠመ ሓቢሩ'ሎ። ሰራዊት ኣሜሪካ ኣብ ዘውጽኦ መግለጺ፣ ክልተ ባንዴራ ኢራን ዘለወን መራኽብ ዒላማ ከምዝገበረን ኣብ ወደባት ኢራን ንሰሙናት ዝጸንሐ እገዳ ንምጥሓስ ዝፈተና ምዃነን ኣፍሊጡ። ማእከላይ እዝ ኣሜሪካ፣ እተን መራኽብ ነፈርቲ ውግእ ሓይሊ ባሕሪ ተጠቒሞም ኣብ ልዕሊኤን ብዝወሰዶ ስጉምተ፣ ናብ ኢራን ከም ዝተመለሳ ገሊጹ። ማእከላይ ሰራዊት ኣሜሪካ ኣብ ልዕሊ መራኽብ ነዳዲ ኢራን ዝወሰዶ ስጉምቲ ብዝምልከት መጥቃዕቲ ዝበጽሐሉ ቪድዮ ከም ዝዘርግሐ እውን ተገሊጹ። እዚ ከምዚ ኢሉ እንከሎ እገዳ ኣሜሪካ ዓሰርተ ሰለስተ ቢልዮን ዶላር ዝግመት ነዳዲ ኢራን ደው ኣቢልዎ ከም ዘሎ ተገሊጹ። ሓይልታት ኣሜሪካ ኣብ ልዕሊ ኢራን ናይ ባሕሪ እገዳ ክገብሩ ካብ ዝጅምሩ ንደሓር ካብ ወደባት ኢራን ዝብገሳን ናብ ወደባት ኢራን ዝኸዳ ልዕሊ ሰብዓ መራኽብ ነዳዲ ከም ዝሓዙ ማእከላይ እዝ ኣሜርካ ኣፍሊጡ። ማእከላይ እዝ ኣብ ዘውጽኦ መግለጺ፣ እተን ነዳዲ ዝጸዓና መራኽብ ልዕሊ ዓሰርተ ሰለስተ ቢልዮን ዶላር ዝግመት ንብረት ከም ዝሓዛ ገሊጹ። ኢራን ነቲ ወሳኒ መጻብቦ ሆርሙዝ ድሕሪ ምዕጻዋ፣ ኣሜርካ ካብ ሓሙሽተ ማዝያ ጀሚራ ኣብ ልዕሊ መራኽብ ኢራን እገዳ ኣንቢራ እያ። ብኻልእ ዜና ኣብ መንጎ ኣሜርካን ኢራን ዘሎ ወጥሪ ኣብ ዝጋደደሉ ዘሎ እዋን፣ ዋጋ ዶላር ይደክም ከም ዘሎ ተገሊጹ። ኣብ መንጎ ኣሜርካን ኢራን ዝተፈጥረ ዳግም ወጥሪ ስዒቡ፣ ዋጋ ዶላር ከም ዝደኸመ ማዕከን ዜና ሮይተርስ ሓቢሩ። ኢራን ንመራኽብ ኣሜሪካ ድሕሪ ምጥቃዓን ኣሜሪካ ድማ ንመራኽብ ኢራን ድሕሪ ምጥቃዓ ዋጋ ዶላር ተዳኺሙ ኣሎ፣ እንተኾነ ግን ፕሬዝዳንት ትራምፕ ኣብ መንጎ ክልቲኤን ሃገራት ዝተገበረ ተኹሲ ደው ምባል ከም ዘይተቋረፀ ገሊፁ ኣሎ። በቲ ኲናት ተዳኺሙ ዝነበረ ዶላር ብሰንኪ ናይ ትማሊ ግጭት ዝያዳ ከም ዝወረደ ተገሊፁ እዩ። ከም ውፅኢቱ ድማ ቀንዲ ባጤራ ዕድጊ ነዳዲ ዝኾነ ዶላር ምስ ካልኦት ዓበይቲ ባጤራታት ክነፃፀር እንከሎ ዋጋ ዕዳጋኡ ብ ዜሮ ነጥቢ ሓደ ኣርባዕተ ሚኢታዊት ከም ዝጎደለ ተገሊፁ። ብኣንፃሩ የን ጃፓን፣ ዩሮ ኢሮፓ፣ ፓውንድ ብሪጣንያ ከም ዝወሰኸን ዩሮ ብ ዜሮ ነጥቢ ሓደ ሽዱሽተ ሚኢታዊት ብ ዜሮ ነጥቢ ክልተ ሽዱሽተ ሚኢታዊት ድማ ዩሮን ካልኦትን ከም ዝወሰኹ ተገሊጹ። እዚ ከምዚ ኢሉ እንከሎ፣ ዓለም ለኸ ዋጋታት ምግቢ ብሰንኪ ኲናት ኢራን ይውስኽ ከም ዘሎ ተገሊጹ። ውድብ ምግብን ሕርሻን ሕቡራት ሃገራት፣ ፋኦ፣ ኣብ ወርሒ ሚያዝያ ዋጋታት ምግቢ ዓለምና ካብ ኲናት ካብ ዝጅምር ንደሓር ንተኸታታሊ ሳልሳይ ወርሒ ኣዝዩ ከም ዝወሰኸ ጸብጺቡ። እዚ ወሰኽ ብቐንዱ ኣሜሪካን እስራኤልን ኣብ ልዕሊ ኢራን ዘካየድዎ መጥቃዕቲ ስዒቡ ዋጋ ዘይቲ ኣሕምልቲ ብምውሳኹ እዩ። ኣብ መላእ ዓለም ዘንገዱ ኣቑሑት ምግቢ ዋጋታት ዝከታተል ናይ ፋኦ ዓለምለኻዊ መዐቀኒ ዋጋ ምግቢ ከም ዝሕብሮ፣ ኣብ ወርሒ ሚያዝያ ዋጋታት ምግቢ ብሓደ ነጥቢ ሽዱሽተ ሚኢታዊት ከም ዝወሰኸ ተገሊጹ። ኲናት ምስ ኢራን ካብ ዝጅምር ኣትሒዙ ብመጻብቦ ሆርሙዝ ኣብ ወሽመጥ ወሳኒ መስመር መራኽብ ዝግበር ምንቅስቓስ ተገዲቡ ስለዘሎ እቲ ጸገም ገና ከም ዝጋደድ ተሓቢሩ'ሎ። ኣብ ርእሲ እቲ ዕስራ ሚእታዊት ካብ ሃላኺ ነዳዲ ዓለምና ብሖርሙዝ ዝሓልፍ ምዃኑ፣ ሓደ ሲሶ ካብ ኩሎም ንሕርሻ ዝውዕሉ ኬሚካላዊ ዱኽዕታት በዚ መጻቦ ከም ዝሓልፉ እዩ ዝግለጽ። ምዕጻው እቲ መጻቦ ንሕጽረት ነዳዲ፣ ዱኽዒ፣ ካልኦት ፍርያትን ቀረ ምግቢ ዘድልዩ እታወታት ኣስዒቡ ኣሎ። በዚ ምኽንያት ድማ ዋጋ ዱኽዒ ብሰማንያ ሚእታዊት ወሰኽ ኣርእዩ። እዚ ከምዚ ኢሉ እንከሎ፣ ሕቡራት እምሬት ዓረብ መራኽብ ነዳዲኣ ብመጻቦ ሖርሙዝ ኣቢላ ብሕቡእ ከም ዘሕለፈት ሮይተርስ ጸብጺቡ። ብኻልእ ዜና ድማ፣ ኢራን ብመጻብቦ ሆርሙዝ ዝሓልፋ መራኽብ ዝከታተል መንግስታዊ ትካል ከም ዘጣየሸት ተገሊጹ። ኢራን በወሳኒ መጻብቦ ሆርሙዝ ንዝሓልፋ መራኽብ ዝከታተል ግብሪ ዘኽፍል መንግስታዊ ትካል ከም ዘጣየሸት ተሓቢሩ'ሎ። ድሕሪ መጥቃዕቲ ኣሜሪካን እስራኤልን ንመጻብቦ ሆርሙዝ ዝዓጸወት ኢራን፣ ነቲ መጻብቦ ዘለዋ ምቁጽጻር ሕጋዊ ንምግባር ጻዕርታት ትገብር ዘላ ኮይና፣

ኣብ መንጎ ኣሜሪካን ኢራን ዝተገበረ ምቁራፅ ተኹሲ ገና ተግባራዊ ይኸውን ከምዘሎ ገሊፁ። ትማሊ ኣብ ዝተገበረ ምልዋጥ ተኹሲ መን ኣቐዲሙ ከምዝተኮሰ ግን ብንፁር ዝተሓበረ ነገር የለን። ኣብዚ ትማሊ ሓሙስ ምሸት ኣብ መንጎ ኢራንን ኣሜሪካን ዝተገበረ ምልዋጥ ተኹሲ ኣብ ርእሰ ከተማ ኢራን ቴህራን ከቢድ ፍንጀራ ከምተሰምዐን መራኽብ ውግእ ኣሜሪካ ከምዝተሃረማ እውን ተገሊፁ ኣሎ። እዚ ከምዚ ኢሉ እንከሎ፣ መርከብ ቻይና ብሓያል ከም ዝተሃረመት ተገሊጹ። ቻይና ኣብ መጻብቦ ሆርሙዝ መጥቃዕቲ ኣብ ዝተፈጸመላ መርከብ ዝተጎድኣ ሰብ ከም ዘየለ'ውን ገሊጻ ኣላ። ኣሜሪካን እስራኤልን ምስ ኢራን ኲናት ካብ ዝጅምራ ንደሓር ኣብ ልዕሊ መርከብ ቻይና መጥቃዕቲ ክፍጸም እንከሎ እዚ ንፈለማ እዋን ከም ዝኾነ'ውን ተገሊጹ ኣሎ። ወሃቢ ቃል ሚኒስተር ወጻኢ ጉዳይ ቻይና ሊን ጂያን ከም ዝሓበሮ ኣብ ዝሓለፈ ሰኑን ብዝተፈጸመ መጥቃዕቲ ኣብ ልዕሊ ሰራሕተኛታት'ታ መርከብ ዝበጽሐ ጉድኣት የለን ኢሉ። ዓለምለኸ መራኽብ ነዳዲ ኣብ ዝንቀሳቐሱሉ ወሽመጥ ሆርሙዝ ብዙሓት ነዳዲ ዝጸዓና መራኽብ እናተፈጸሙ ዝርከቡ መጥቃዕትታትን ዕገታታትን ዘተሓሳስብ ከም ዝኾነ ሚኒስተር ወጻኢ ጉዳይ ቻይና ኣብ ዘውጽኦ መግለጺ ሓቢሩ ኣሎ። ፖሊስ ከተማ ኣዲስ ኣበባ ምስ ዕጡቓት ፋኖን ጀነራላት ኤርትራን ሱዳንን ብምውህሃድ ኣብ ኣዲስ ኣበባ ግብረ ሽበራዊ መጥቃዕቲ ክፍጽሙ መደብ ኣለዎም ዝተብሃሉ ዓሰርተ ሓደ ጥርጡራት ንምርመራ ተወሳኺ ግዜ ከም ዝሓተተ ተገሊጹ። ሬድዮ ዋዜማ ርእየዮ ዝበለቶ ናይ ምርመራ ሰነድ ከም ዝሕብሮ፣ ኣባላት ናይቲ ብ ዕስራን ሽዱሽተን ሚያዝያ ኣብ ልደታ ላዕለዋይ ቤት ፍርዲ ፌደራል ዝቐረበ ጀነራል ኣስናቀው ሲሳይ ዝመርሖ ውድብ ኪዳን ኢትዮጵያ ዝተብሃለ ዘይሕጋዊ ትካል እዮም ተባሂሎም ዝተጠርጠሩ ጥርጡራት ይምርምር ከም ዘሎ እቲ ሰነድ ይሕብር። ጀነራል ኣስናቀው ሲሳይ፣ ኣያሌው ሞሳን ቀሲስ ክንዳለም ኣሻግሬን ኣብ ኣዲስ ኣበባ ኣብ ኣርባዕተ ወተሃደራዊ ዞባታት ብምምቃል ምስ ዕጡቓት ብምውሃድ ንከተማ ውግእ ይሸባሸቡ ነይሮም ኢሉ። እቲ ቤት ፍርዲ ምርመራ ፖሊስ ንምግምጋምን ትእዛዝ ንምሃብ ተወሳኺ ቆጸራ ከም ዝሃበ ዝተገለጸ ኮይኑ፣ ጀነራል ኣስናቀው ኣብ ግዜ ደርጊ ወተሃደራዊ መኮነን እዩ ነይሩ።

ከም ዝኾነነ ገሊጹ'ሎ። ኣብ መንጎ ክልቲኦም መራሕቲ ተፈጢሩ ዘሎ ምትፍናን ንክልል ትግራይ ናብ ዝኸፍኣ ፖለቲካዊ ቅልውላው የእትዋ ከም ዘሎ እውን ይግለጽ። ኣብ ስልጣኑ ከም ዘሎ ዝሙግት ታደሰ ኣብዚ ቀረባ መዓልታት ዝተፈጠረ ኩነታት ስዒቡ ክመጽእ ዝኽእል ሳዕቤን ጉድኣት ንምትራፍ እቲ ሽግር ብናይ ተጋሩ ልዝብን ሓባራዊ ምርድዳእን ክፍታሕ ዘቕረቦ ጻውዒት ከም ዘይሰመረ ገሊጹ'ሎ። ተመሪጸ'የ ዝብል ኣካል ሎሚ መኣዝያ ሰላሳ ክልተ ሽሕን ዓሰርተ ሸሞንተን ብናይ ፀጥታ ኣካላት ሓለዋ ተገይሩሎም ኣብ መእከቢ ኣዳራሽ ካቢኔ ግዝያዊ ምምሕዳር ክልል ትግራይ ናይ ካቢኔ ኣኼባ ጀሚሮም ኣለው ኢሉ። እዚ ኸኣ ናይ ቀፃሊ ሓደገኛ መንገዲ ዝጅመረሉ ዕለት ስለዝኾነ በዚ ምኽንያት ንዝስዕብ ሳዕቤን ተሓታቲ ስልጣን ግዝያዊ ምምሕዳር ብጉልበት ዝሕዝ ዘሎ ሓይሊ ምዃኑ ክገልፅ እደሊ ክብል ጀነራል ታደሰ ወረደ ኣብቲ ብስም ፕሬዝዳንት ግዝያዊ ምምሕዳር ክልል ትግራይ ሎሚ ዘውፅኦ ሓፂር መግለፂ ኣጠንቂቑ። ኣብ ዝቐረባ መዓልትታት ተወንዚፉ ዝነበረ ቤት ምኽሪ ትግራይ ናብ ስልጣኑ ከም ዝተመለሰ ዝሓበረ ህወሓት ንኣቦ ወንበር እቲ ውድብ መራሕቲ ክልል ዝነበረ ዶክተር ደብረፅዮን ሓድሽ ፕሬዝዳንት ገይሩ ከም ዝሸሞ ኣፍሊጡ ነይሩ። ሓደሽቲ ኣባላት ካቢኔ ዝመዘዘ ዶክተር ደብረፅዮን ፈላሚ ኣኼባኡ ኣብ ውሽጢ ቤት ፅሕፈት ምምሕዳር ትግራይ ከም ዘካየደ እዩ እቲ ፀብፃብ ዝሕብር ዘሎ። መንግስታውን ሓውሲ መንግስታውን ማዕከናት ዜና ትግራይ ነቲ ብህወሓት ቆይሙ ዘሎ ሓድሽ መንግስቲ ኣፍልጦ ዝሃባ'የን ዝመስላ። እዚ ከምዚ'ሉ እንከሎ ሎሚ ንግሆ ኣብ ከተማ መቐለ ነፈርቲ ውግእ መንግስቲ ፌደራል ከምዝተራእያ ተገሊጹ'ሎ። ክቡራት ተኸታተልቲ ንሎሚ ዝተዳለወ ዜና ነዚ ይመስል። ኣብ ዝቕጽሉ ዝፍነው ዜናታት ብቐዳምነት ክበጽሐኩም ሳብስክራይብ ዘይገበርኩም ሳብስክራይብ ንክትገብሩ ብኸብሪ ንዕድመኩም።